Introducing Unique by Natna Hair. ፍሉይ ፍርያት ምስ ብሉጽ ብቕዓት ሓድሽ ትሕዝቶ ናትና ሄር ፖኒቴይል መመልክዒ ግርማ ወሃቢ ፖኒቴይል ካብ ናትና ሄር ናትና ሄር መጸበቒ ኩሉ ፍሉይ ፍርያት ምስ ብሉጽ ብቕዓት ሓድሽ ትሕዝቶ ናትና ሄር ፖኒቴይል መመልክዒ ግርማ ወሃቢ ፖኒቴይል ካብ ናትና ሄር

ማሚ ሽኮር ክሪስማስን ሓድሽ ዓመትን ኣቶኽ ኣቶኹ እብል ኣለኹ። ሰይ እንቋዕ ብደሓን መጻና ንዓመታ ብሕቡራትና ኣጽንሓና ኢልናዮስ ኣጽኒሕና ከኣ ተመስገንካ ተመስገንካ መድህናኣለም ኣቦይ ግን ክትፈልጥያ ዘለኪ ከም ናይ ዓሚ ቅድሚ ዓሚ ሽፎን ዶ ጥልፊ ዶ ምባል ግን የላን። ዳሓን ናቱሲ
መን ሰላሚትን ከዳኒትን ምስ ገበረኪ ጓለይ በዓል ቤተይ ወፊሩ ዝኣቱለኒ ድላይ ክኹኒ ተሰለ ምርገጺ ዝብሉ ደቂ ስለ ዘለዉኒ ከኣሲ ንዓኺ ዝምልከት ኣይኮነን ዛጓለይ። ወይለይ ዋእ ዓሚ ዶ ሽፎን ትብል ቃል ካብዚ ኣፈይ ተወጽያ ኣፈይ ኣፍላም ትኹን ትብሊ ነበርክን። ዶ
ናይ ዓሚ ኩነታት ዘኪርክዮ? ተመስገን እሞ ደሓን ኣለኽን ትቆልዓ? እሞ ንዓይ ንዊንታ ጓልክስ ጽቡቕ ጌርኪ ገጠምክንን ማለት እዩ። ኣነ እኮ ንዓይ ንዘድልየኒ ነገር ንዘልኣለም ካብ ሓንጎለይ ኣየውጽኦን እየ። ዘየድልየኒ ነገር ከ ሚሞር ካርደይ ከይመልኣለይ ቀልጢፈ እየ ናብ ትራሽ ዘብሎ። ስለዚ ጉዳይ ሽፎን ሸለል በልያ ማሚ። ሽፎን ክኽደን እየ ኢለ ነይረ ተዝኸውን ግን ምረሳዕክዮ ማለት እዩ። ላዝም
ኣስማሚ ሕጂ ግን ብሓደ ጉዳይ ኣዝየ እየ ተጨኒቐ ዘለኹ። ታይ ጭንቀቱ?
ሓድሽ ዓመት መጸ መጸ እናበልክሲ ጭንቀት ኤእ ነውሪ ኔቤሌ ማሚ እሞ ጭንቀተይ እኮ ብዛዕባ ክሪስማስን ሓድሽ ዓመትን እዩ። እሂ ሽፎን ዶ ክትክደን ደሊኺ ኢኺ? ዋ ማማ
ንሄለን ናፊቅኪያ ኣለኺ ሓቀይ? ይህናይ ደኣ ዘይናፍቓሲ ጓለይ መዓረይ እንድያ ወይ ልክዕ እሞ ምስኣ ተዕልሊ ደለኺ ኮይኑ ዝስምዓኪ ኣሎ? ጉዳይ ሽፎን እኮ ካብ ምሳይ ምስ ሄለን ክተዕልሊ እዩ ደቕርበኪ። እስኪ እቲ ሃለውለው ይጽናሓልኪ እንታይ እዩ ጸገምኪ? እንታይ ደሊ መሲልኪ ማሚ ኣብዛ ዓመት ደለዋ በዓላት ብፍላይ ድማ ሓድሽ ዓመት ብፍልይ ድበለ ኣጋባብ ከብዕሎ ደሊ ግን ከዓ ፍሉይ ሓሳብ ስለ ዝሰኣንኩ እየ ዝጭነቕ ደለኹ ኣንታ ሓንዛ ጓለይ ዋእ ከም ምሕላፍ ክሓልፍ እዩ ተኽኢልኪ ግን ከምታ ሄለን ጓለይ ዓሚ ዝገበረታ መፅሓፍ ፀሓፊ ን ሰብ እኮ ዘዝምባሉ እዩ ዘለዎ ኣነ ከኣ ኣብቲ ዝኣምነሉ ዝምባለ ክሰርሕን ክነብርን እየ ዝደሊ። ወሪድኪ
መእከቢ መግቢ ዝኸውን ገዚፍ ዘብል ደኣ እምበር ፍጥር ክትብልስ ዝምባለ ዝበሃል እኳ ኣይረኣናልኪ።
ዎው ማሚ መዓረይ ሓድሽ ዓመተይ ብኹራን ብቂምታን ክጅምሮ ስለ ዘይደሊ ካብ ቅድሚ ዓይኒ ክቐልጢፍካ እልል ምባል ከድልየኒ እዩ። ነገርካ ዝደልየካ ርእስኻ ተናኽየካ ኣብላ ወይዘሮ መብራት። ንለባም ሰብ ነብሲ ወከፍ ዕለት ሓዳስ እያ ትብል ሄለን ጓለይ ዓርሸ ከም ዓዲ ገሊኤን ከኣ ዓመት እጽበ። ማሚ ሽኮር ርሑስ ሓድሽ ዓመት ክኾነልኪ እምነ። ከይደ ከይደ። ቀልጢፍኪ ምጽ እቲ ቆልዓ ሕጽቦ ኣለና ዓጃ። ኣቲ መብራህቲ እዛ ክሪስማስ ግዲ ቀሪባ ኮይና ሲ ኣብቲ መገዲ በዓልቲ ባባ ነጣሪ ዝብልዎም ጭሕሞም ኩብ በሎ እየ። ኣብ ፍቐዱ ቀይሕ ካባ ገይሮም ይርኢ ኣለኹ።
እሞ ምስኦም ከ ተሳኢልካ ዶ? ርዝቕ በሊ! እንታይ ክሰኣለሎም እዚ ተካል ጭሕሙ ጭሕሙ ጡጥ ትሪባ! ናይ ነገር ፋራ መከራ ትብል ዊንታ ጓለይ። ባባ ናታለ እዩ ዝበሃል። ኣብ ዓድና ግን ካብ ባባ ነጥሪ ከምዚ ናትካ ባባ ናትና እየ እንተተባህለ ዓይሽ። ባዕሉ ይፈልጥ ተርባብ ተካል ከብዱ እ፣ ተካል ጭሕሙ ጭሕምጡጥ ባሕልቢ ኢኺ። እንታይ ገሊጸልካኒ? መዓስ ንሱ ጥራይ መሲልካ? ካልኦት ኣለዉ በዓል ሳንታ ክሎዝ፣ ሳንታ ኒክ ዝበሃሉ ኣለዉ። ደወጨይ ብዙሕ ዓዲ ምርኣይ ብዙሕ ከም ትፈልጥ እዩ ዝገብረካ። ህይ!
ኣቡነ ፊሊጶስ፣ ኣቡነ ሰይፈ ሚካኤል ደኣ ከይትብሊ እቲ ሳንታ ክሎዝ፣ ሳንታ ኒክ ይብል ሰይጣን ይሓንግርኪ። ባይ ናይዚ ኣሜሪካ ዝበጻሕክያ ስእልክሲ እ፣ ሓሰር ዝብል ዘሎ ባምቡላ እሞ እንታይ ብደይ ባምቡላ እያ ክርእኺ ነገር ፋራ መከራ ከዓ ክትብሊ ንኣነስ ደይ ዓመታ ክኸይድ መኣስ ሓድሽ ዓመት ንዓመታ ማለትካ ድያ ሎብ ዘበን እምበር ኣቦ ደም እኳ ዓመተ ማፃቢዕለይ ክወስደካ ኢልኒ እዩ ረሲዕኽዮ ዲኺ ወይ ኣንታ ለቦጭ ነፊርካ ዲኻ ክትከይድ ሓድሽ ዓመት ደኣ እሞ ክትውዳእ ቁሩብ መዓልታት እንዴን ተሪፈና ዶስ ንዓመታ ኢኻ ትብል ዘለኻ ዳሓን ዳሓን ንዓመታ ተሰጋገረልካ ወይ ከኣ ኣብ ናይ ግእዝ ሓድሽ ዓመት ኢሎምኻ ከይኮኑ። ዋይ ሞት
ዋይ ሞት። ኣቲ ግን ማማ ኣብ ሓድሽ ዓመት ኣብ ኣሜሪካ ኣለኻ ከም ዘይበለንስ ኣቲ ክጠልመኒ እ ኤህ ኤህ ኤህ ግደፍ ኤህ ኣይትበል። ኣይብልን እየ ደሓን ጥንቅልዕ ዝሸንካ እኮ ናብ ነብስኻ እዩ ኣነ ግን ክትፈልጢ ለዘበን ዝገበርኩ ገይረ እ ኣሜሪካ ክረኣለን እንታይ እሞ ክትሪኤሉ ኢኻ እ ኣሜሪካ በጺሕና እንታይ ዶ ልዕሊ ሰብና ወሲኽና ኢና ቁመት ዶ ወሲኽና ዋላስ ሓሳብ ወሲኽና ይትረፍካ በጃኻ ኢለካ ይትረፍካ ይትረፍካ ከዓ ክትብልኒ ዓመት መፀ ፋራ ክኾነልክ ድየ ክደሊኽኒ እ? ካልእ ተተረፈሲ ምስቶም እ፣ ትብልዮም ዘለኹ ባምቡላታት እኳ ኣላለ ምስ ባምቡላታት ምልላይ እሞ ተኸዓብሰልካ እዩ ንሳቶም እኮ ኣብ ሓንጎል ሰብ ዝተሰርሑ ታሪኽ ይኹን ቅድስና ዘይብሎም ምስልታት እዮም ይትረፍካ ዋእ ይትረፍካ ዶ ወጫይ ትረፍካ ኣይ ዓመት መጸ ፋራ ክኾነልኪ እየ ክደሊኺ ወሓቲ እቲ ሓድሽ ነገር ምርኣይክ ኣብ ትሕቲ ፀሓይ ሓድሽ ነገር የለን ዶ ወጪ ዝወዓለ እንገርካ እኳ እዩ እንዳነገርኩ ከም ዓለ ኣብ ትሕቲ ፀሓይ ሓድሽ ነገር የለን ኣቲ ሞሳቶ እኳ እ? ክልተ ሰለስተ ሃገራት ዘይበፅሐ የብሎምን እ? ኣነ ከም ዘይወለድኩሲ እ፣ ምስ መሳቶይ መዕለሊ ክስእን እ? ወይ ኣነ ኣቲ ንዕኡም ክብል ዘይኩንኩና ትበሪሐ ዘለኹ በል ሕራይ እቲ ቆቢዕካ ክደኖ ደጊሕካና ርእስካ ክደኖ ክደኖ ድሓር ከዓ ከምኡ ጌርካ ይተስተማስል ኣብኡ ከይበፅሕካ እባ ገለ ከይትኸውን ይኹን ኣቲ ይኹን ለዘበን እዚ ዓመት እዚኣ እንተዘይገሸ የብለክ ኣለኹ ንኣምላኽ ንኩሉ ግዜ ንዘለዓለም ዋላ ኣግሸኒ ክብሎ ይኹነልካ ክሳዕ ክንዱ እዩ ትኽይ ገለ ምሳኻ ተለከምካና ኸ ኣይፍለጥን እዩ ይትረፍኪ ይሄ ዋ ኣብ ትሕቲ ፀሓይሲ ሓድሽ ነገር የለ

ሓዱሽ ዓመት ከኣ መጻኹ መጻኹ እንድያ ትብል ዘላ። ጽቡቕ ዓመት ናግበሮ።
በዓል ኣቦዶምከ ደዊሎም ኔሮም ዶ? እውይ ረሲዐልካ እባ ደዊሎም ንስድራ ብሙሉኡ ርሑስ ሓድሽ ዓመትን ክሪስማስን በልልና ኢሎምኒ ኣለዉ። ኣቲ ህግደፍ እየ እንዶ ንሱ ዋላ ከይበሉና ከለውስ ከምዚ በሉና ጌርና ምሓሰብናዮ። ካልእ ዳሞ እንተደሊኻ። ሓቀይ ሕብርኺ ዶ ቀያይረኒ ኣሎ ንስኺ? ፋካ ግለይ ስርዱ ክላ ንስኻ ከኣ ስቅ ኢልካ ከብቻ ኣነ ንሓድሽ ዓመት ከመይ ጌረ ከም ዘብዕሎ ጨኒቅኒ ኣሎ ማለትሲ ካብዚ ልሙድ ፍልይ ዝበለ ኣጋባብ ከቅርብ ደልየ ኣለኹ ኣይትሕግዘንን? እሞ ቅድም ገንዘብ ሓዚ ሽዑ እቲ ገንዘብ ባዕሉ መንገዲ ክመርሓኪ እዩ ባዕሉ ጽቡቅ ኣተሓሳስባ ክሕስበኪ እዩ። ሓሳብ ንገንዘብ እንተዘይ ቀዲምዎ ገንዘብ መርዛም እዩ ትብል ነይራ ሄለን ሓፍተይ ናይ ሓደ ሚልዮን መኪና ሒዝካ ኣተሓሳስባኻ ናይ ዓረብያ ተኾይኑ ሓደጋ እዩ ድሓር ከዓ ንስኻ ኩሉ ነገርካ ንሓድሽ ዓመት ዝምጥን ሓሳብ ኣይረኸብኩልካ እቲ ዝገርም ግን ዓረብያ ስቴርሶ ናይ ታክሲ ሒዛ ትኸዱ ምህላዋ እዩ ኢዳ ትስሖ ናትካ ኮ ይህበካ ኣስናነይ መሲሉኒ ሓፍተይ ብዝኾነ ንሰበይትኻን ነታ ምጭውቲ ጓልካን ርሑስ ክሪስማስን ሓድሽ ዓመትን በለለይ ዋ ፅንሕባ በቃ ንሳ ጥራይ ድየ ከብፅሓልኪ ካልዳሞ እንተደሊኻ ብዘይ ህያብ ክንደየናይ ከየብፅሓልኪ ኣታኺድ ጉኑፍ ዋ ህያብ ገንዘብ ንኻሊእና ጨካእናሉ ሰዓታት ሰሪናሞ ሰሪናሞ

እዚ እኳ ዶንጉየ እዩ ኣነ ድረዊ ጫነ ዕድለኛ ኣይኮንኩን። እእ ኣብዚ ሓዱሽ ዓመት ከምኡ እይትበል ዓመት ሙሉእ ከይትቕዞ ዋእ ሓዱሽ ዓመት ክመጽእ ከሎ ርኤኻ ኣለኻ ዋላ ድኣ ነገራት ኣይጣጡሕ እምበር ገጽካ ብርህ ኣቢልካ እንተተቐበልካዮ እዩ ጽቡቕ። ኣነሲ ኣይ ቆልዓ ተረኺበሲ ባባ ንዓመታ ክንወስደካ ኢና ንዓመታ እናበሉ ሳታ ባባ ሓዝ ኢሎም ሩሩ ክጻወትለይ። ደሓን ደሓን ዶ ቦጭ ንሳቶም እውን ናባና ዝምለስሉ ርሑቕ ኣይኮነን። ሰብ ኣብ ዘይ ሃገሩ ዳርጋ ጉራድ የብለይ ሰፈሩ እዩ ዳሓር ካኣ ከምዚ ዓዲ ገሊኦመ ሕብሪ ዓይንኻ ዝባሃል ነገር ውን ኣሎ እንድዩ። ይርድኣኒ እንድዩ ንሱ ዳኣ ግን መብጽዓ ድዩ ጥለም እዩ ዋእ ትፈልጥ እንዲኻ እስኻ ኣነ ከመይ ጌረ ከም ዘዕበኹዎስ። እፈልጥ እህ ንእስነትካ ረሲዕካ ጸጉርኻ ስጋዕ ዝበርሕ የዕቢኻዮ ከምኡ ሳላ ዝገበርካ ካኣ ንሀልካ ደቅኻ ጽቡቕ ኣለዉ። እሞ ኣነ ስጥለም ኣንታ ዶ ቦጭ ብሳቶም ስመዓስ ፈትዮም ኮይኖም ወይለ ቶ ትም ኤውሮጳ ዶ ባዕሎም እንታይ ዶ ጥዒምዎም ኣሎይ ዋ ዜና ዶ ትከታተል ኣለኻ ኢኻ ዋ ስማዕ እስኪ ብቁጠባ ቁሉላው ተወጢሮም ገጾም ኣብ ዘይመዓልቱ ማዕጢሩ ካብኣቶ መድሕንካ ወደይ ስማዕ እስኪ ጋስ ዝበሃል ተሳኢኑ ነዛ ገዝኦም ዘሙቑላ ኤሌክትሪክ መኽፈሊ ስኢዶም ከመይ ድዮም ተሸጊሮም ዘለዉ ኣኽላም ደስ ክብል ዋይ ስማዕ እስኪ መርገመ ይኸውን መዓት ኣውሪዱሎም ዘሎ ከምኡስ ኸውን እዩ እንታይ እሞ ብሰንኪ ንቑጽ ይነድድ ርሑስ እነሞ ኮይኑ እ መነመን እዮም እቶም ድሩቓት መነመን እዮም እቶም ርሑሳት እቶም መርገም ህልዎም ዝበልካዮም ቁራሓት እቶም ንቑጻት እቶም ሓደ ኸኣ እቶም ርሑሳት መሻኪን ኣይ ንስኻ ደኣ ዘረባ ዶ ጠፍኣካ ዓለባ ሳሬት ጥንግ
በላዕናይ ንዓናይ ናይ ሓድሽ ዓመት እስከ ንዓናይ ሓደ ሓደ ክብለካ እያ ኣታ ንዓናይ እስከ ሕራይ እስከ ወረገዜ እቲ ጭንቀተይን ካልእን ትፈኾሰለይ እወ እወ ስምዓ እንዶ ከምዚ ጓል ሓወይ ሰላሳ ሽሕ ጌራ ቅብር ተብለህ ንቅብር ተበሎኻስ እንታይ ዶ ፍለጥ እዩ። ገንዘብ ኣይደልን እየ ኣነ ጥራይ እዛ ጉዳይ እዚኣ ይስለጥካ በለኒ። ኦይ ናዕና በል። ገንዘብ ደኣ እንታይ ምሳይ ዘሎ ዊሕጊ። ካብታ ጓል ካንደላ ገዲድካ ንስኻ ወደይ ዋይ ጉዳ።

ብምቅጻልን ንብረት ሰብ ብምዕናውን ወ ሓራ ይበል ደጊማ ክብለልኪ ሓንሳብ ሓር ሓር ወይ እንደ ሰምዖ ዘይብለይ ነዚኣ ዝተረፈና ዓዲ ሕኪ እየ ደለኹ ይረኣ ሄሎ ካብ ኣልጀራ ፅቡቅ እ፣ ናትኩም ናይ ሓድሽ ዓመት ኣበዓዕላኸ ከመይ እዩ እም? ዋ- ዋላ ናትኩም ብሓዊ ምቅፃል እዩ ገደደ ዋ፣ እንዳወጨጭኩም እንዳረበሽኩም እንካ ነታ ጎደና ትዘርዋ

ኩሉ ዘቃጽል እምበር ጻዕዳ ርግብ ዘንፍር ዘየለ እሞ ጫካ ኣማዞን እውን ክጠፍእ
እዩ ኣንቲ ቆልዓ እዚ ኩሉ ጭርጭር እንታይ እዩ ሓንሳብ ሄሎ ኮስታሪካ ኣባይና ኮስተ እንታይ ኮስታሪካ እንታይ እዩ ከዚ
ጽቡቕ ናትኩም ኣበዓዕላ ሓድሽ ዓመት ከመይ እዩ ዓሰርተ ክልተ ፍረ ወይን ትበልዑ ፅቡቕ ግን ንምንታይ ኣሃ ናይተን ዓሰርተ ክልተ ዋርሕሲ ፅቡቕ ፋል ንምዃን ማለት እዩ ካብ ምቅፃል ዳ ናትኩም ሓይሽ እምበር ኣፀቢቑ ናትኩም ሓይሽ ዋላ ሜክሲኮ እውን ከምኡ እዩ ፅቡቕ እምበር ሕረ ሕረ እዛ ቻይና ሃደሉ ኣለዉ Hello!
ኣንቲ ቆልዓ መስመር በይንኺ ዶ ሒዝክዮ ሓቀይ? ኣብ እንዳ ቺንቺ ዘለኹም ጉዱሳት ከመይ እሞ ናይ ቻይና በዓል ሓድሽ ዓመትከ ከመይ እዩ? ምስ ስድርኦም ተኣኪቦም እዮም ዘሕልፍዎ። እዚኣስ ካባና ዝቐዳሕኩም ማያ ደኣ በለለይ። ንሕና ተኣኪብካ ምስሓቕን ምዕላልን ኩሉ ግዜ ንገብሮ እዩ። በቃ ቻው።

ግን ከኣ ክገልጾ ዝደለኹ ምስ ውሽጠይ ዘሎ ኮይኑ ስምዓኒ ኣሎ።
ስምዒ እባ በይና ክዲኺ ከተሕልፍዮ ወይስ ቁንቁኛኺ እኮ ጠፊእና ከመይ ክትገብሪ የደሊኺ? እውይ ማሚ ሃገራት ኤውሮጳ ከይደወሉ ከለዉ ንፋስ ክወስድ

ማሚ ሸቐልቀል ኢለ ማሚ ሽኮር ደሓን ዲኹም? እዛ ዘረባ ደኣ ናይ ሓቂ ድያ ርበይሉ ወደይ ዋ ናይ ብሓቂ እየ ዋ፣ ኣብ እዋን ሓድሽ ዓመት ከመይ ገይረ ክሕሱ ትፅበይኒ ወይንታ ከዳ ሃብትኻስ ደቂሳ ኣላ እም? ሓድሽ ዓመት ብኸመይ ከሕልፎ እየ ዝብል ጭንቀት ደኣ ሒዝዋ ኣሎ እምበር ክሪስማስ ከዘኪራቶ ኣላ ድያ ኩሉ ብሓደ ሓዋዊሳቶ ኣላ እም? ተጨኒቓ እኳ ጨኒቓትና ኩሉ ስርሓ ዘበለስን ናይ ህፃውንቲ በቃ። ማሚ ሰናይት ሓፍተይ ከም ዘዕለለትኒ እኳ ኣብ ኤሮጳ ኣብ እዋን ክሪስማስ ሓደ ልማድ ኣሎ። እንታይ ልማዱ?
ዋይ እንታይ ሰናይት ደኣ ካልኦት ከማን ይዕልሎምኒ ነይሮም። ባባ ናታለ ዝበሃል ኣሎ። ነቶም ንፉዓትን ሕያዎትን ዘይርብሹ ቆልዑ ዝተፈላለዩ ጽቡቕ ህያባት ኣብቲ ትራእሶም ጎድፈሎም ከሎ ነቶም ረበሽትን መዕገርገርትን ቆልዑ ኣብ ትራእሶም ፈሓም ጎድፈሎም። ኩሎም ወለዲ ከኣ ከምኣ እንዳገበሩ እዮም ጠባይ ደቆም ዘመሓይሹ። ኣታ ሮቤል ወደይ ሕማም ናይ ኣቦኻ ዶ ሒዝካ ኮለል እንታይ ኣኻ ክትብል ደሊኻ ዋይ
ዊንታ ነዛ ሓኪያ ተማም ጌራ ስለ ትግጥማ ደቂሳ ኮላ ኣብቲ ርኣሳ ፈሓም ኣቕምጥላ ጽቡቅ ጌሩ ክርዳ እዩ ንዓመታ ጠባያ ከተመሓይሻ ሎሚ ዓመት ግን ሸለል በልያ። ብፈሓም ትዕገስ ተኾይና ደኣ ዝቐልል

ኣይደወሉን ኣይደወሉን ዝወደ ወላ ናብ ማመት ብዛዕባ ማመት ምስ መፀት ኢና ክንፈልጥ ኣስትራ ይቐንያ ዘላ ሓድሽ ዓመት መፅ ከም ዘሎ ረሲዕሞ ማለት ድዩ ክርስዑ እንተ ደለየ ከ ተማዕረ ከላ
ሕና ከዓ መዓት መደብ ጌርና ነርና ይኣኽ ጁባ ከዓ ኣሚንካ ባይ መደብ ዝግበር ረገል ወደ ጁባይ ደኣ ጁባይ ኣሚነ እንዴ እሞ እንታይ ደኣ መመላእታ ዝበሃል ነገር ከዓ ኣሎ እሞ ማሚ ዳሃይ ተጌሮምልኪ ከኣ ዳሃይ ግበርለይ። ሕራይ ሕራይ ዝወደይ ገብረልኪ ኣኺ ጥራይ ስራሕካ ስራሕ። ኣቲ ማሚ ቁረስ ገለ ዝበሃል ገዲፍክዮ ዲኺ። ንምንታይ ዶ በልዔካ ከይቁረሰ ዳስ የዳትካ ኪዳ ይህ ዝወደይ ስራሕካ ስራሕ።
ማሻ፣ ተፈጥሮኣዊ ትሕዝቶ ዘለዎ ናይ ማዳን ናይ ፈጸጋን ቅብኣት። ልዕሊ ትሽዓተ ሚእቲ ብማዳ ዝተሸገሩ ዓማዊልና ኣብ ውሽጢ ሽዱሽተ ሰሙን ዓቢ ለውጢ ዝረኣዩሉ ቅብኣት። ብማዳ ኣዝዮም ዝተሸገሩ ሰባት ነዚ ቅብኣት ምሸት ምሸት ብምጥቃም ማዳ መሊሱ ከይወጾም ይሕግዝ። ከምኡ'ውን ማሻ ኣንቲ ኣክኒ ኣብ ክልተ ሰሙን ካብ ፈጸጋ ዝጸረየ ገጽ ክህልወና ይሕግዝ። ቀጻሊ ብምጥቃም ድማ ፈጽጋ መሊሱ ከይወጸና ኣዝዩ ጽሩይን ልስሉስን ገጽ ክህልወና ይሕግዘና። ኣብዚ ተጠቒሱ ደሎ ተሌፎን ብምድዋል ንዝያዳ ሓበሬታ ክትውከሱ ትኽእሉ። ማሻ።
መርሓባ ሙቁረይ ከመይ ቀኒኻ። ይመስገን ሓሉ ኣነ።

ነቶም ደቅና ዲኻታ? እንድዒ ርግጸኛ ኣይኮንኩን። ኣቦኦም ተዝኸውን ድኣ ልበይ ዘቕስንን ዘሐጉስን ስራሕ ዘይሰርሑ። ኣንታ ደቦጨይ ዘይጠዓሞም ኮይኑ እምበር ንዓኻ እሞ እንታይ ክበቁልካ። እዋ ንዓኺ ድኣ ስለምንታይ ወሲዶምኺ? ኣነስ ወደይ ከይደ መግቦም እኳ ሰሪሐሎም ዝጸንሕ ንስኻ እሞ እንታይ ክትገብረሎም ኢኻ? ልክዕ እቲ ሓቂ ባዕላ በሎኽ ድያ። ድሓን ሕማቕ ኣይዛረብን እየ ምኽርኹም ከኣ ተረዲእኒ ኣሎ።

ክትሕጎስ ከኣ ተቐቢሎምኒ ኣለዉ። ስለዚ ብዛዕባ መገሻይ ዝምልከት ድሮ ክሪስማስ ወይ ከኣ ሓድሽ ዓመት ክነግርዎ እዮም። ኣሰይ ኣሰይ ተመስገን እንቋዕ ሓጎሰና እንቋዕ ሓጎሰና እዛ ጓለይ በቃ እንቋዕ ሓጎሰና። እምበኣር እቲ ንዓይ ተማጻብዓለይስ ናባኺ ክቕይርዎ። እንታይ ተሞ በጺሑልካ ነይሩ ድዩ ባባ? ሃኒ ደሓን እዩ ማመት ጓለይ ይጻወተኪ እዩ ዘሎ ኣቦኺ ይጻወተኪ። ንሳቶም እምበር ይጻወቱለይ ኣለዉ። ደሓን ማመት ጓለይ እንቋዕ ሓጎሰኪ ንስኺ። እንቋዕ ኩልና ከዓ ሓደ ይኮና። እዋእ ማማ ባባ ደሓን ድዩ? ደሓን እዩ ደሓን እዩ ማሞት ጓለይ ኪድ እሞ ኪድ ጥራይ ክዳን ክቐይር እውን ክንቀሉ ኪድ እዛ ጓለይ ደሓን እዩ ቦኺ ኪድ ደኣ ኣንታ ቁሩብ ኣይትስተርን ጓል ሰብ ክትዕዘበኒ ኣይትብልን እዋ

ደም ጌርክን ዶ ኣንቲ ጓለይ ናይ ምድንጓይ ክስደለ ምኾነ እቲ ዓረድ ዕርኪ ኣነ ጠፊኡኒ ዘሎ ትቁንቁን እዩ። ደሓን ማሚ ሕጂ ወዲኤዮ ኣለኹ ብኸመይ ከም ዘሕልፎ ፈሊጠ ኣለኹ። እንታይ ፍሉይ ነገር ደኣ ረኺብኪ ጓለይ? ኣነ ደኣ ኣይ ከምታ ሮቤል ወደይ ዝበለኒ ፈሓም እንድየ ኣብ ትርኣስ ከቐምጠልኪ ሓሲበ ነይረ ገለ ቁሩብ ህደ ተበልኪ።
ኣየ ማማ ሽኮር እዚ ደኣ እሞ ናብ ቆልዓ ጻዕዳ እምበር ናብ ቆልዓ ሓበሻ ዘይሰርሕ ምናልባት ግን ጻዕዳ ነውራ ፈትን እዩ። ሸሐም ኑራ ድኣ ንምንታይ ክኾን ማሚ። ዳሓን ማመት ጓለይ ተፋሊጥና ኣለና እ በሊ እስከ ቀጽሊ እንታይ ፍሉይ ሓሳብ ዳኣ ረኺብኪ ጓለይ። ፍሉይ ነገር እኮ ኣይረኸብኩን ግን ንልቢ ትትንክፍ ዛንታ ምስ ረኸብኩ ምስ ውሽጠይ ኣዕሊለ። ዊንቱ እታ ዛንታ ድኣ ዘይትነግርና ፍሉይ ዛንታ ብጣዕሚ እዩ ዝስሕበኒ። ሃየ እስኪ በሊ ንገርና እወ ሓቃ።

ድፋዓት ብሽም ኣኽቢቡ ንሶም ከኣ ከም ናቶም ክዝምሩ ጀሚሮም። በዚ ምኽንያት ከኣ ግዝያዊ ምቁራጽ ተኹሲ ተገይሩ። ማለት ክሪስማስ ትሩስ። ነቶም ኣብ መንጎ ክልቲኦም ተጻባእቲ ዝሞቱ ሰራዊት ኣውዒሎም ከኣ ግቡእ ናይ ቀብሪ ስነስርዓት ኣካይዶምሎም። ዶ እሞ ኣንቲ መዓረይ እሞ ንስኺ ሕጂሲ ጀርመናዊት ዲኺ እንግሊዛዊት?
ኢሂ ማማ ጽቡቕ ዛንታ እንድያ ነጊራትና። እታ ዛንታ ሰሓቢት እንድያ ግን መሲልካ እንታይ ኣምጻኻ ኣብ ሉበታት መሲልክ እንታይ ኣምጺኺ መዓረ ውያት ማሚ ምሽ ኣብ ክሪስማስን ሓድሽ ዓመትን ዝግበር ዘበለ ኩሉ ሰሚዕኽንን ኣዕሊለክኒ ሓዊ ምውላዕ ምቅጻል ንብረት ምዕናው ዝብል እዩ እዛ ዛንታ ግን ናይ ሰላም ዛንታ ብምዃና ንልበይ ተንኪፋቶ እያ ስለዚ እዛ ዓመት እዚኣ ብሩህ መጻኢ ስለ ዝኾነ ሓዳሽ ይማ ኤረና ክትርኢ ኢኺ ነቶም ብሓሳብ ጥራይ ዝቖሙ ታሪኽ ዘይብሎም ሳንታ ክሎዝ ቐይር። ስለዚ ኣብ ሓዳሽ ዓመት ሓዳሽ እዩ ማይርና። ኣንቲ ምስ ሄለን ድየ ዝዕልል ዘለኹ ምስ ዊንታ? ድንግርግር እኮ ኢሉኒ። እሂ ማማ ተቐይራትኪ ድያ? ዋይ ገና ገና እዚ ቀቀሊል እዩ ብዛዕባ ዊንታ እቲ ዘገርም ዛንታ ብሕጂ እዩ ክመጽእ። እታ ዝምባለ ዝበልኩኺ ከኣ ብግብሪ ከረየኩ።
ሞይንቱ ንጽባሕ ዝኾነና ክሪስማስ ትሪ ገለ ክንገዛዘእ ሕጂ ንውጻእ ዶ? ደሓን ማመት ሓፍተይ ጽባሕ ይማ ኤርና ናታ መደብ ኣለዋ ኣይትሰከፊ። ዎ እዛ ጓለይ የሳልጠልኪ የሳልጠልኪ ሕራይ ከምቲ ትብልና ዘለኺ ክንርኢ ክንጽበ እሞ ሃየ ተሳእበላ ተሳእቡና ናግበራልና

እንታይ ተረኽበ እንታይ ከ ዘይርከብ ኣታ ትማል ትማል ዝተመርዓዋ በዓልቲ ቤቱ ወረቐት ወዲእላ ክወስዳ ኣነ ከዓ ተናዒቐን ተረሲዐ መን እዩ እዚ ዕዴሱ መን ዝዓበዶ እምበር ንሱ ያኢ ኣነዚ ከይብደኒ ኢሉ ወየ ክዕብደኒ ኣዕበዶም ክብሎ ነይሩ ኣታ ደቦጭ ንስኻ ኸ ትዓብድ ዘለኻ ንስኻ ከድካ ደኣ እንትርፎ ገንዘብ ንጉሕጓሕ እንታይ ዶ ክትገብረሎም ኢኻ ሰበይቱ ግን ሂወቱ እያ ኣብ ቅድሚ እታ ቆልዓ ጥራይ ከምኡ ኢልካ ተዛሪብካ ሕማቕ ተዛሪብካ ከይትኸውን ኣነ ዝብሎን ዝዛረቦን ኣይፈልጥን እየ ይብለካ ኣለኹ። ተዛሪበ ክኸውን እየ ግን እንታይ ከም ዝበልኩ ኣይዝክሮን እየ። ህቦይ ግደፍ ግደፍ ግደፍ ዋእ በለካ እንታ ተቀበሎ። እንታ ስቅ እንተ በል ኣይቅበሎን እዩ። እንታ ተቀበሎ ክበኣልካ ኣሎ ዋእ ይብል ኣሎ። ሄሎ እንታይ ክሰምዓካ ኣታ ባባ ኣይትበለኒ እታ ጠላማት

በቃ በል ዝረገጽካዮ ለምለም ዝተዛረብካዮ ቀለም ይግበረልካ ዝወደይ ልዕሉ ኩሎም ተሰራዕ እይ ኩሉ ዘውጻኻዮ ከኣ ይተከኣልካ እ ኩሉ ሰላምን ራህዋን ኣብቲ ዘለኻዮ ከኣ ይከናኻ እይ ኣብኡ ከኣ ከሎ ከምዚ ኢልካ ባጥ ኢልካ ትሪን ኩሉ ደቅስ እወ ቻው ዝወደይ።
ኣንታ እንዳ ኣውቶቡስ ዘለኻ ኮይኑካ ተሰማዓኒ። እንዳ ኣውቶቡስ ድኣ ታይ ክገብር። ትልምን ትረገጽ እሞ ለምለም ንውሓይ ይኹንላ።
ኣይተሓጒሰ ድየ
በል ደኣ በል ደኣ ናይ ሓድሽ ዓመት እንታይ ኢኻ ትገብረልና ንዓኻ ደኣ እንታይ ከ ዘይገብረልካ ምንታይ ኢኻ ትገብረለይ ርሑስ ሓድሽ ዓመት ይግበረልና ይብለካ እታ ክላሱ ደኣ ኩሉ እንዲ ዝብሎ ሀ፣ ሀ፣ ካልእ ደኣ ካልእ ትገብረለይ ነገር ደኣ ትብል ኣታ ምብላዕካ ዝለመደ ክርእየካ የምባሃቑ ይብል ለሚድካኒ እኳ ኢኻ። እዋእ
መልሓን እዛ ምስላ እዚኣ እኳ ንዓይ ትምሰል ኣይነበረትን እንድያ ግድሓን።
ሙላቕ እያ እንደ ዓርከይ። ኣታ ኣነ ሓጎስን ጭንቀትን ከም ዘይጻወር ትፈልጥ እንዲኻ እስኻ። ንኣናይ ጥራይ ሕጂ ሜስካ ክብለካ። ሜስ ጥራይ?
እዋይ እሞ ኣነ ባኒ ከኣ ገዝኣልካ ኣብኡ ጠሊቕካ ከኣ ትበልዖ ደም ብላዕ ጓዕ ዋእ ኣኻ ምስ መርዓቱ እብዛ ኣሜሪካ ዕቸው ምስ በልና ከኣ ክዛውርና ከኣ ንዓዲ እንግሊዝ ንዓዲ ጣልያን ኣብኣ ቢሳ ናይ ቦሎኛ ኣነ ካብ ኤውሮጳ ብክምለስ ከለኹ ከኣ እንታይ ከም ዝገብረልካ ክርእየካ እየ ግርም ግርም ድርስ ኣይስኻ ዲኻ ድኣ ከምዚኣ ትብል ድኣ እስኻ ድኣ መብራተይ መብራት በሊ እቲ ዝረኣኸዮ ክንርእሲ ናይ ኣርባዕተ ወርሒ ግዜ ተሪፍና ምስ ማመት ጓለይ ይፍጠረልኩም ይፍጠረልኩም ኣቶ ደበጭ ኣብ ሓዘን ኢኹም ቀኒኹም ይፍጠረልኩም ንዓመታ ከዓ መብፃዕቲ ኩነኒ ምስ ማሞ ክወስደካ ይኣምነለይ ይኣምነለይ ዛጓለይ ዓዲ ገሊኦም ዘይሓስቦ ኢኻ ሓሲብኪ
መብራት እታ ፈቲነያ ዝነበርኩስ ፈትንያ ደኣ ኢድኪያ እ በይንኻ ምዃን መዓር ክንደይ ሕሱም ምዃኑ ክትርእዮ ኢኺ።
ገዛና ዊንታ ጓልኩም ኣበይ ከም ዘላ ትፈልጡ ዶ? እሂ ሮቢ ሓወይ ደሓን ድያ? ኣቤት ኣኸኢኸ? ዋ ኣብዚ ጎደና ንዓበይቲ ስገም ንቆልዑ ከኣ ባልዶንጓ ትዕድል ኣላ።

የማ ኤረና መጢና ክለና ብገዛና እንዳ ደቦጭ በጺኹም እንኩም ኣበሉ ናይተን ዓሰርተ ክልተ ኣዋርሕ ጥዑማትን ናይ ሽሻይ ዘመንን ክኾነልኩም እዘን ዓሰርተ ክልተ ኣስገም ተቐበሉኒ።
ኣንታ ካበይ ኣምጺኣቶ እዚ ኩሉ ሓሳብ ኣንታ ጉዳም ቆልዓ ሊቅ። ኤርትራውነት ናይ ጽንዓት ኣብነት ህዝባ ክኾኑ እዮም መልኣኽቲ ደጊም የለን ናይ ጸላም ክረምቲ እንኩሞ በሉ ተቐበሉኒ እዚ ጥሉል ሸዊቲ።
ርሑስ ሓድሽ ዓመት ይማኤርና የቐንየልና። ርሑስ ሓድሽ ዓመት ንኹልና። ሰላም ንዓና።